ሰላም ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ሃገራዊት ጋንታ ኩዕሶ እግሪ ኤርትራ ኣንጻርታ ኣብ ቀጠር ዝተኻየደ ዋንጫ ዓለም 2022 ታሪኽ ዝሰርሐት ሃገራዊት ጋንታ ሞሮኮ ካብ ሜድኣ ወጻኢ ቀዳማይ እግሪ ምጽራያት ዋንጫ ዓለም ክልተ ሽሕን ዕስራን ሽዱሽተን ንምክያድ ዝመጽእ ዓሰርተ ሰለስተ ሕዳር ክትገጥም መደብ ተሰሪዑላ ኣሎ። እታ ብኣናብስ ኣትላስ እትጽዋዕ ሃገራዊት ጋንታ ሞሮኮ ብመሰረት ፊፋ ኣብ ሓምለ ዘውጽኦ ደረጃታት ሃገራውያን ጋንታታት ካብ ኣፍሪቃ ቀዳመይቲ ካብ ዓለም ድማ መበል ዓሰርተ ኣርባዕተ ተሰሪዓ ዘላ ሃገራዊት ጋንታ እያ። መጻረይ ግጥማት ዋንጫ ዓለም ክልተ ሽሕን ዕስራን ሽዱሽተን ዘካይዳ ሃገራውያን ጋንታታት ናይ ቀዳማይን ካልኣይን እግሪ ግጥማተን ንምክያድ ዓሰርተ ሰለስተ ሕዳር ከምኡ'ውን ዕስራ ሕዳር ክጻወታ እዩ ፊፋ መደብ ሰሪዑ ዘሎ። ሃገራዊት ጋንታ ኤርትራ ካልኣይ ጸወታ ኣብ ሜዳ ኣንጻር ሃገራዊት ጋንታ ኮንጎ ብራዛቪል ዕስራ ሕዳር ክትገጥም እያ። ሳልሳይ ጸወታ ሃገራዊት ጋንታ ኤርትራ ሰለስተ ሰነ ክልተ ሽሕ ዕስራን ኣርባዕተን ናብ ታንዛንያ ከይዳ እተካይዶ ኮይኑ ራብዓይ ናይ ምድብ ጸወታ ድማ ዓሰርተ ሰነ ኣብ ኣስመራ ኣንጻር ኒጀር ክትገጥም እያ። ብዘይካዚ ዓሰርተ ሸውዓተ መጋቢት ኣንጻር ዛምብያ ዕስራን ኣርባዕተን መጋቢት ኣንጻር ኒጀር ካብ ሜዳ ወጻኢ ሓደ መስከረም ኣንጻር ዛምቢያ ኣብ ኣስመራ፣ ሸሞንተ መስከረም ኣንጻር ኮንጎ ብራዛቪል፣ ሽዱሽተ ጥቅምቲ ኣንጻር ሞሮኮ ኣብ ኣስመራ፣ ዓሰርተ ሰለስተ ጥቅምቲ ድማ ንታንዛንያ ናብ ሜዳ ዓዲማ ግጥማታ ከተካይድ መደብ ተሰሪዑላ ኣሎ። ሃገራዊት ጋንታ ኤርትራ ኣንጻር'ታ ኣብ ዋንጫ ዓለም ንከም ሃገራውያን ጋንታታት ቤልጁም፣ ክሮኤሽያ፣ ስጳኛን ፖርቱጋልን ብምብዳህ ናብ ፍርቂ ፍጻመ ዝበጽሐት ሃገራዊት ጋንታ ሞሮኮ እተካይዶ ጸወታ እቲ ዝሓየለ ጸወታ ኮይኑ ኣዝዩ ክብዳሃ ከምዝኽእል ብኣግኡ ተገሚቱ'ሎ። ንከም በዓል ኣሽራፍ ሓኪሚ፣ ያሲን ቦኖ፣ ሶፍያን ኣምራባት፣ ሓኪም ዝያችን የሱፍ ኤል ኔስርን ዝሓቖፈት ሃገራዊት ጋንታ ሞሮኮ፣ ነቲ ንኤርትራ፣ ኒጀር፣ ኮንጎ ብራዛቪልን ዛምብያን ሓቚፉ ዘሎ መደብ ሓሙሽተ ብቐሊሉ ቀዳመይቲ ብምዃን ሰጊራ ናብ ዝቕጽል መጻረዪ ክትሓልፍ ከም እትኽእል'ዩ ዝግመት። ቻምፕዮን ኣፍሪቃ ኣባል ኢጣልያዊት ክለብ ባርዲያኒ ሲኤስኤ ፋይዛነ ሄኖክ ሙሉብርሃን ኣብቲ 22 መስከረም ኣብ ጥልያን ናይ ሓሙሻይ ግዜኡ ዝካየድ ኣድሪያቲካ ኢዮኒካ ዝተሰምየ ውድድር ክሳተፍ ምዃኑ ወግዓዊት መርበብ ሓበሬታ ቅድድም ብሽክለታ ፕሮ ሳይክሊንግ ስታትስ ኣፍሊጣ። ዝቕፅል ዓመት ናብ ናይ ዎርልድ ተር ክለብ ካዛኪስታን ክለብ ኣስተና ንምፅንባር ተሰማሚዑ ዝርከብ ሄኖክ ሙሉብርሃን ኣብዚ ንክዛዘም ተቓሪቡ ዝርከብ ዓመተ ስፖርት ኣብ ከም ዙር ጋቦን ቻምፒዮን ኣፍሪቃ ዙር ሩዋንዳ ዙር ኣልፐስ ሰቲ ሜንያ ጅሮ ዲኢታልያ ቻምፒዮን ኤርትራን ዙር ቺንጋሃይ ሌክን ዝኣመሰሉ ውድድራት ክሳተፍ እንከሎ ኣብ ዙር ሩዋንዳ ቻምፒዮን ኣፍሪቃን ዙር ቺንጋሃይ ሌክን ድማ ጎብለል ናይቲ ውድድር ኮይኑ ከምዝዛዘሞ ዝዝከር እዩ። ብዘይካዚ ሄኖክ ሙሉብርሃን ኣብዚ ዓመተ ስፖርት ንፈለማ ግዜ ብመንገዲ ጂሮ ዲ ኢታልያ ፋልማይ ናይ ግራንድ ቱር ውድድሩ ከምዘካየደ ዝዝከር ኮይኑ ነቲ ውድድር ኣብ ርእሲ ምዝዛሙ ብውህሉል ግዜ ድማ መበል ሰማንያን ሸውዓተን ተርታ ብምሓዝ ትስፉው ብቕዓት ከምዘንጸባረቐ ዝዝከር እዩ። ሄኖክ ሙሉብርሃን ኣብዚ ዓመተ ስፖርት ኣብ ሰን ሸሞንተ ናይ ውድድር መዓልታት ክጽመድ እንከሎ ዓሰርተ ሽሕን ክልተ ሚእትን ሓምሳን ኪሎሜተር ድማ ዘዊሩ ብዘይካ'ዚ ኣብዚ ዓመት ብዝተጎናጸፎም ዓበይቲ ዓወታት ድማ ሸሞንተ ሚእትን ስሳን ትሽዓተን ናይ ዩሲኣይ ነጥቢ ከዋህልል ክኢሉ እዩ። ሄኖክ ዝሓለፈ ዓመት ኣብ ኣድርያቲካ ተጸሚዱ ዝነበረ ኮይኑ ብውህሉል ግዜ ድማ መበል ዕስራን ክልተን ኣብ ናይ ነጥቢ፣ መበል ዕስራን ትሽዓተን ኣብ ናይ ዓቐብ፣ መበል ዕስራን ሰለስተን ኣብ ናይ ብሉጽ መንእሰይ ድማ ሻምናይ ተርታ ሒዙ ውድድሩ ዛዚሙ ከምዝነበረ ዝዝከር እዩ። ብዘይካ'ዚ ሄኖክ ኣብቲ ውድድር ኣብ ሳልሳይ መድረኽ ዝሓዞ ሻብዓይ ደረጃ እቲ ዝበለጸ ውጽኢቱ ምንባሩ ኣይርሳዕን። ሄኖክ ሙሉብርሃን ነዚ ናይ ሎሚ ዓመት ንሓሙሻይ ግዚኡ ዝካየድ ኣድርያቲካ ክዕወቱሉ ይኽእሉ እዮም ተባሂሎም ብሕፁይነት ቀሪቦም ካብ ዘለዉ ተቐዳደምቲ እዩ። ኣብዚ ውድድር ካብ ሄኖክ ሙሉብርሃን ብተወሳኺ ከም ስዊዘርላንዳዊ ማውሮ ሽሚድ፣ ካዛኪስታናዊ ኣሌክሰይ ሉሴንኮ፣ ኢጣልያውያን ሎሬንዞ ሮታ፣ ሎሬንዞ ፎርቱናቶ፣ ክርስትያን ስካሎንን ቪንቸንዞ ኣልባኔስን፣ ዶብ ኣፍሪቃዊ ልዊስ ሜንኬዝ፣ ፈረንሳዊ ሊልያን ካሊሜጃንን ዝኣመሰሉ ዓበይቲ ተቐዳደምቲ ኣብዚ ውድድር ክጽመዱ ምዃኖም ፕሮ ሳይክሊንግ ስታትስ ወሲኻ ትገልጽ። ቻነል ሲኔማ ሰመረ በዚ ኣጋጣሚ ንሄኖክ ሙሉብርሃን ጽቡቕ ዕድል ትምነየሉ። ኣብ ታሪኹ ሎሚ ዓመት ንብል ሰማንያን ሰለስተን ግዜኡ ኣብ ምክያድ ዝርከብ ዙር ላክሰምበርግ ረቡዕ ዕስራ መስከረም ብቀዳማይ መድረኹ መጋረጁ ከፊቱ። ኣብዛ ቀዳሚት መድረኽ ተቐዳደምቲ ሚእትን ሓምሳን ሽዱሽተ ነጥቢ ኣርባዕተ ኪሎ ሜተር ዝርሕቐታ ሓውሲ ኩርባታት ዝበዝሓ ናይ ጎልጎል ውድድር'ዮም ኣካይዶም። ኣብ መወዳእታ ዓባይ ጉጅለ ብሓባር ኣብ ዘካየደቶ ቅጽበታዊ ውድድር ንዊዝላንዳዊ ኣባል ጋንታ እስራኤል ፕሪሜር ቴክ ኮርቢን ስትሮንግ ንውድድሩ ብ ሰለስተ ሰዓትን ሓምሳን ሓደን ደቒቕን ሓደ ካልኢትን ብምዝዛም ዕውት ቀዳማይ መድረኽ ዙር ላክሰምበርግ ኮይኑ ዴንማርካዊ ኣባል ጋንታ ኣልፔሲን ሶረን ክራግ ኣንደርሰንን እስጳኛዊ ኣባል ጋንታ ሞቪስታር ኣሌክስ ኣራምቡርን ድማ ካብ ዕዉት መድረኽ ግዜ ከይከሰሩ ካልኣይን ሳልሳይን ኮይኖም ውድድራቶም ዛዚሞም። ኣብዚ ውድድር ተጸሚዱ ዝርከብ ኣባል ኣሜሪካዊት ክለብ ሊድል ትሬክ ናትናኤል ተስፋጽዮን ካብ ዕዉት መድረኽ ብዓሰርተ ትሽዓተ ካልኢታት ዲሕሩ መበል ሓምሳ ተርታ ሒዙ ውድድሩ ዛዚሙ። ዕዉት መድረኽ ኒውዚላንዳዊ ኮርቢን ስትሮንግ በዚ ዓወት ተሓጊዙ ኣብ ናይ ብሽክለታ ሞይኡ ካልኣይ ዓወቱ ጸንቢሉ። ብዘይካዚ ስትሮንግ ኣብ ታሪኽ ዙር ላክሰምበርግ ካልኣይ ንዊዝላንዳዊ ናይ መድረኽ ዓወት ዘመዝገበ ተባሂሉ ኣብ ታሪኽ ነቲ ውድድር ሰፊሩ ኣሎ። ክለቡ እስራኤል ፕሬምየርቴግ ድማ ብዓወት ኮርቢን ስትሮንግ ተሓጊዛ መበል ሚእትን ዕስራን ሓደን ናይ መድረኽ ዓወት ተጓናጺፋ። ኣብዛ መኽፈቲት መድረኽት ዓበይቲ ተቐዳደምቲ ፈረንሳውያን ቲቦ ፒኖ፣ ዴቪድ ጋውዱን፣ ዴንማርካዊ ጃኮብ ፉልሳንግን ኦሊቨር ክናንድሰንን ውድድሮም ከዛዝሙ ብዘይምኽኣሎም ብኣግኡ ካብዚ ውድድር ተኣልዮም ኣለዉ። በዚ መሰረት ንዊዝላንዳዊ ኮርቢን ስትሮንግ ብሰለስተ ሰዓትን ሓምሳ ደቒቕን ሓምሳን ሓደን ካልኢትን ንዙር ላክሰምበርግ መሪሕነቱ ክቕልሶ ጀሚሩ ኣሎ። ዴንማርካዊ ሶረን ክራግ ኣንደርሰን ብኣርባዕተ ካልኢታት ድሒሩ ይስዕቦ። ስጳኛዊ ኣሌክስ ኣራምቡሩ ብሽዱሽተ ካልኢታት ድሒሩ ሳልሳይ ተርታ ክሕዝ እንከሎ፣ ናትናኤል ተስፋጽዮን ድማ ብዕስራን ትሽዓተን ካልኢታት ድሒሩ መበል ሓምሳ ተርታ ሒዙ ኣሎ። ብነጥቢ ኮርቢን ስትሮንግ ብዕስራ ነጥቢ ቀዳማይ ኮይኑ ይመርሕ ኣሎ። ዴንማርካዊ ኣንደርሰን ብዓሰርተ ሽዱሽተ ነጥቢ ይስዕቦ። ስጳኛዊ ኣሌክስ ኣራምብሩ ብዓሰርተ ሰለስተ ነጥቢ ሳልሳይ ተርታ ሒዙ ይኽተሎ። ላክሰምበርጋዊ ማትስ ዌንዘል ብዓሰርተ ሓደ ነጥቢ መሪሕነት ኣንበሳ ዓቐብ ናይዚ ውድድር ተረኪቡ ኣሎ። ቤልጁማዊ ሌሜር ቴጉለስ ብትሽዓተ ነጥቢ ይስዕቦ። ካልእ ቤልጁማዊ ቪቶ ብራየት ብሽዱሽተ ነጥቢ ሳልሳይ ተርታ ሒዙ ኣሎ። ኮርቢን ስትሮንግ ብሉጽ መንእሰይ ናይዚ ውድድር ኰይኑ ይመርሕ። ናትናኤል ተስፋጽዮን ብ ዕስራን ትሽዓተን ካልኢታት ዲሕሩ መበል ዕስራ ተርታ ሒዙ ኣሎ። ብጋንታ ሶዳል ኩዊክስቴፕ ቀዳመይቲ ኮይና ትመርሕ ኣላ። ኣልፔሲንን እስራኤል ፕሬምየር ቴክን ድማ ካልኣይትን ሳልሰይትን ኮይነን ይስዕብኣ። ናትናኤል ተስፋጽዮን ዝወዳደረላ ጋንታ ሊድል ትሬክ ኣብ መራሒት ብ ዓሰርተ ሓሙሽተ ካልኢታት ዲሕራ ሻምናይ ተርታ ተሰሪዓ ኣላ። ስኮዳ ዙር ላክሰምበርግ ሓሙስ ብካልኣይ መድረኹ ቀጺሉ ክውዕል እዩ። ኣብዛ መድረኽ ድማ ተቐዳደምቲ ሚእትን ሰማንያን ሰለስተን ነጥቢ ትሽዓተ ኪሎ ሜተር ዝርሕቐት ውድድር ከካይዱ እዮም። ብኣርከ ዝኸበርኩም ተኸታተልቲ ሲኔማ ሰመረ ናይ ሎሚ ትሕዝቶና ኣብዚ ንፍጽም ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም።